እቲ ሓቀኛ መምህር፣ እቲ ትኽክለኛ መምህር ብዝግባእ ምስ ነገሮም፣ ምስ ኣስተምሀሮም እሞ ታማ ኢና ክንገብር ዝግበአና ኣብ ላዕላይ ዝነገሮ ሓሳብ ሰናይ ዝኾነ ፍርየ ዘየፍሪ ዕንጨይቲ ኩሉ ቁረፅ እዩ። ማለት እናነበሩ ሓደ ሓደ ግዜ ብህይወት ዘየለኻ ብትኽክለኛ ዘነት ለየለኻ ከም ዘለካ ከም ዘለኻ ይመስል እሞ ኣማዕዲኻ እውን ቆፅሊ ዘለዎ ዕንጨይቲ ኩሉ ፍሬ ዘለዎ ስለ ዝመስል ግን ፍሬ ለይብሉ ኮይኑ እንድሕር ትርእዮ ኣለኻ ኢየሱስ ክርስቶስ እውን ለምለም ኮይና ግን ፍሬ ዘለዋ ከም ዝረገማ እቱ ዘየፍሪ ዕንጨይቲ ጥዑይ ዝኾነ ፍርየ ዘየፍሪ እንድሕር ኾይኑ ቁረፁ እዩ ልብል ሓደ ኣስተምህሮ ነጊርዎም። ብኻልኣይ እሳቶም ዝምክሕሉን ዝኣምንዎን ዝርድእዎን ዝነበሩ ድማ ናይ ኣብርሃም ውላዳት ኢና ደቂ ኣብርሃም ኢና ልብል ሓደ ናይ ትምክሕትን ልዕል ኢሎም ካብ ካሊእ ሰባት ክረእዩን ዝጥቀምሉ ነይሮም ሓሳብ እውን ነይሩ። ደቂ ኣብርሃም ኢና ብማለት ካብ ሽግር ነገር ክትድሕኑ ኣይትኽእሉን። እቲ ምሳር ኣብቲ እግሪ ዕንጨይቲ ተቐሪቡ እዩ ዘሎ። እቲ ዕንጨይቲ ቆርጾ ተቐሪቡ እዩ ዘሎ። ምስ ተቖረጸ እውን ላብ ሓዊ ክድብረ እዩ ዝብል ነገር እዩ። እሳቶም ደቂ ኣብርሃም ብምዃኖም ትንክሕቲ ዝስምዖም ዓበይቲ ኢና ኢሎም ዝናገሩ እዮም ነይሮም። ብዝገርመኩም ግን እስኻ ትብሎን እስኻ ልመስለካን እትኾነን ካልእ ስለ ዝኾነ ግን ደቂ ኣብርሃም እንተይኾነስ ተመን ኢሉ እዩ ደቂ ተመን ናይ ተመን ትውልዲ መን ካብዚ ሽግር ነገ ትርእዩ እሳቶም ልሓስብ ዘለዉ ካልእ ቅዱስ ዮሐንስ ርእይዎም ተመልኪትዎም ዘለ ደሞ ካሊእ ከምቱ እናነደፈ ሰብ ዝቐትል ተመን ከምኡ እዩ መን ከእዩ ነጊርኩም ካብቲ መከራን ሽግርን ክትድሕኑ ኢሉ ምስ ነገሮም ኢላው ዝሓሳብ እዚ መፅኦም ዘሎ ካብቲ ዝመፅእ መከራ ካብቲ ዝመፅእ ሽግር ክትድሕኑስ መን እዩ ነጊርኩም እና ወዲ እገለ እየ ኣነ እኮ ከምዚ እየ ኣነ እኮ ከምዚ እኮ እናበልካ ናደርደርካ ተቕምጦም ነገራት ካብ ሽግር ዘየድሕኑ ምዃኖም ባዕልኻ ብትብሎ ተይኮነስ ታይ ኢኻ ትብሃል ኢልካ ምግማት ከም ዘድሊ ዮሃንስ ልኣቶም ሂብዎንዮ እቲ ሓቀኛ ስርሖምን እሳቶም ዝብልዎ ነበሩን ዝረሓቐ ሓሳብ ስለ ዝኾነ እሞ እምበኣር ተቖሪፁ ላብ ሓዊ ክኣቲ እዩ እቲ ዕንጨይቲ ፍረ ዘየፍሪ ግበሩ ፍርየ ዘይደለወኩም ለንስሃ ወእይምሰልክሙ ወኢይምሰልክሙ በብሂለ ሃሎ ኣብርሃም ኣውነ ኣብርሃም ኣቦና እየሎ ብማለት ከም መከራይ ተድሕኒ ምስ ዝበሎም ኣስተውዒሎም ግን ግን ዝመርመኩም ዘመስግን ስራሕ ግን እኒኦ እቲ ኩሉ እነተነቐፀ ነገር ነይሩ እና እብ ምሳር ዝብሃል ስለ ስልጣን እግዚኣብሔር እዩ እተ ህዚ ዝወድቅ ዘይመስሎ እተ ህዚ ልዕል ልዕል ኢሉ ዘሎ እሱ ኩሉ ለለ ነገር ክሓልፍ ከም ዝክእል ትዕንጨይቲ ተቆሪፅ ላብ ሓዊ ክኣቲ እዩ ከም ዝተብሃለ ህዚ እውን ኣለኩ እየ ብዝተፈላለየ ባዕሉ ብዝግምቶ ዝብል ዘሎ ኩሉ ኣብ'ዚ ካብ'ዚ ዓለም'ዚ ከይዱ ላብ ሲኦል ላብ ገሃነመ እሳት ዘድሉ ለሰ ሁርእ ምኔ ርጉማን ውስተ እሳት ዘለዓለም ዘድሉ ለሰይጣን ወለመላኢቲሁ ላብ ለይቦታካ ላብ ዘይምልከተካ ቦታ ለክት ስለ ዝኾነ እዚ ምስ ነገሮም እዮም እሞ ደኣ ታይ ደኣ ክንገብር ኢሎም እኔው ታይ ኢና እማ ክንሰርሕ ዝግበአና ከምዙይ ካብ ኮነ ንሕና ልርእስና ነወለና ካሊእ መልክዕ ብኣኻ ትውለለኻ ከዚ እንድሕር ኮይኑ ታይ ኢና እማ ክንኾን ታይ ኢና ክንገብር ዘለና ኢሉ እሞ ክልተ ክልተ ክዳን ዘለዎ ሰብ እንድሕር ሃልዩስ ተሓደ ክዳን ልለዩሉ የካፍል እኽሊ ዘለዎ ሰብ እንድሕር ኮይኑ እውን ከምኡ ይኹን እኽሊ ዘለዎ ሰብ እውን የካፍል ልለዩሉ ኣካፊሉ ይንበር ገሃነመ እሳት ዘየውርድ ተኸፋፊልካ ተኸባቢርካ ምንባር እዩ እሞ ከም ዝስርሑ ኢልዎም እቶም ናይ መንግስቲ ሰራሕተኛታት ዝነበሩ እውን ደሞ ሳቶም ያው ናይ መንግስቲ ሰራሕተኛ ኣነጋገር ይክእል እዩ ሰብ ከመይ ከም ዝክበር ይፍለጥ እዩ ቲኣቶም ታይ ክንገብር እማ ይግበእና ጥራሕ እዬም እዮም ሊቅ ኢለምዎ እዚኣቶም ግን እቶም ሰባት እዚኦም ኣታ ሊቅ እሞ ታሕና ታይ ደኣ ክንገብር ይግበእና እቲኦም ተነጊርዎም ኣሎ ዓለባ ለለዎ ለየካፍል እክሊ ዘለዎ ለየካፍል ተው ኢሉ እቲ ኩሉ ነገር ተነጊሩ ዘሎ እቶም ናይ መንግስቲ ሰራሕተኛ ዝነበሩ ኣካላት ንሕና ከሞ ኣታ ምሁር ዓብዪ ሰብ እንታይ ኢና ክንገብር ዝግበአና ኢሎም ካብታ ብትኽክል ክተኽፍልዋ ዝግበአኩም ነገር ወሲኽኩም ኣይተኽፍሉ ካብ ስርዓት ወፃኢ ክኸፍሎ ከብ ዘይግባእ ወፃኢ ነገር ብምድብስባስ፣ ነገራት ብምምሳል፣ ልርእስኹም ክትጥቀሙ ብምሕሳብ ወሲኽክም ኣይተኽፍሉ ዝብል ነገር ነጊርዎም ልኣተዉ። ቀፂሎም ደሞ ወታደራት እውን መፅኦም። እቶም ወታደር ንሕና ከ እንታይ ኢና ኢሎም እንታይ ኢና ክንገብር ዝግበአና ኢሎም ሰበይ ተጋፍዑ ሰብ ኣይተጋፍዑ፣ ብዓመጽ ናብ ናትኩም ነገር ኣይትውሰዱ፣ እታ ተፈቒዳ ልተውሃበትኩም ኣካል ልተውሃበትኩም ልኣኻትም ትኾን እያ ተብሂላ፣ ልተውሃበትኩም ነገር ብዚኣ ንበሩ፣ ሰብ እውን ኣይተጋፍዑ ኢሉ እቲ ሓቀኛ መምህር ቅዱስ ዮሃንስ ኣብ ቅድሚ ጎይትኡ እትቐርብ ተሎ ንርእናዮ ትትና እቲ ክቡር መጋቤ ምስጢር ረእይዎ እዩ። ክንገረር ዝግብኦ ግን ኣብ ማንም ኣብ ቅድሚ ሄሮድስ እውን ቀሪቡ ኣብ ኣፍ ሞት እውን ቀሪቡ እናሃለየ ሓቂ ዝናገር ስለ ዝነበረ ኩሉ ክግበር ዝግብኦ ነገር ተናጊሩ ንኩልኦም ተመዚ ለለዉ ኣካላት ኩልኦም ብቢ ዝግብኦም ክገብርዎ ዝግባእ ነገር ነይሩ ብጣዕሚ ግን ዝምስገኑ እቶም ኣካላት እቲኣቶም ግን ኩልኦም እንታይ ክንገብር ኢና ተብሉ ኣብ ሰዓትና ነጊዝና ነዚ ጉዳይ እዚ ታይ ክንገብር ኢልና ክንጥይቕ ዶ ይግባእ? ብዙሕ ካብዚ ላዕሊ ከንውሖ ስለ ዘይደሊ ኣብ ዘመንናኸ ክልተ ክዳን ዝለለና ለለዩሉ ክነካፍል ዶ ይባእ? እኽሊ ለለናኸ እኽሊ ለለዩሎም ጥሜት ይመትሎም ልልበሃሉ ሰባት ክነካፍል ዶ ይግበእና? ከምኡ እውን ናይ መንግስቲ ሰራሕተኛታኣ ክኣኪልናኸ ከምቱ ቅዱስ ዮሃንስ ዝበሎ ካብ ልተኣዘዝኩምዎ ወፃኢ ከተኽፍለ ይግበእኩም እዩ ይብሊ ዝኣዘዞ ብታ ከምኡ ዓይነ ሓሳብ ዲና ንሰርሕ ከም ወታደር ብተማል ተመሳሰለ ጉዳይ እውን እተየጋፋዕና ተልግበአና ብትልግበአና ነገር ዲና ንንብር ንሰርሕ ዘለና ኢልና ኩልና ኣብዚ ዝኣኪብና ዘለና ለኣና ንምልከት እዩ ናይ ቅዱስ ዮሃንስ ትምህርቲ ብሓደ ግዜ ተምሂሩ ልሓደ ግዜ ልውሕእ ልልተወሰኸ ነም ኸባቢ ልልተወሰነ ኣካላት ልልተወሰነ ማሕበረሰብ ኣይኾነን ከሻብ ዘሎ ዝሀዝ ዘለናኸ ኩልና ኣብዛ ሀዘብዛ መፅሓፍ ልተጠቐሰት ኩልና እኔና እታ ከምዚ ልበልኩ እያ ኣነ ኢልና ንብላ ደቂ ኣብርሃም ኢና ንበልዎ እሱ ጥቕሚ ከም ዘይብሉ ተነጊሩ እዩ ለምኡ ከምኡ ክንኮን ንኽእል ኢና ናጋ ካልእ ኢና እሞ እታ ወጽእካ ናይ ደስታ ቦታ ዝኾነት መንግስተ ሰማያት ከይትተርፈና ላብ ለይቦታና ላብ ሲኦል ከይንኸይድ ኣብ እግሪ ኣብ እግሪ ዕንጨይትስ ምሳር ተቐጽዒኒዮ እንዲያው ኣብ ዮሃንስ 15 ጥቅሲ ከምኡ እዩ ካብቲ ዋና ጉንዱ እንድሕር ተቖሪፁ ምፍራይ ኣይኽእልን ደሪቑ ልሓዊ እዩ ዝኾን ከዝሕና ከታይ ልመስል እዩ ነገር እዩ ኣብ ጥቓና ታይ እዩ እንዮ ታይ ይመስል ሎሚ እኔና ናጋ የለና ይናሉ ብጸቦና ዝናገሩና ለለው ሀዚ ልንስሃ ልኾን ልፍቕሪ ልኾን ልሰላም ልኾን ኣሰራርሓ ነካየዳ እንዲ ዘለና ታይ እዩ ምሕረተ እግዚኣብሔር ከምጽእ ዝኽእል ስራሕ ዘለና መዓተ እግዚኣብሔር ከውርድ ልኽእል ስራሕ ታይ ኢና ንሰርሕ ዘለና ንጽሊ ዲና ዘለና ንደርፍ ንፋቀር ዲና ዘለና ንጻላእ ንህብ ዲና ዘለና ናብ ማትና ንወስድ ሰብ ንሕግዝ ኢና ዘለና ነጋፍዕ ልብል ነገር ግን ኩልና ክንሓስብ እዩ ዝግበአና መሕሰቢኡ ሰዓት እዚ እዩ ኣብዚ ሀዚ ሰዓት ኮ እዚ ንሪኦ ዘለና ንግሆ መርዓ ተብሂሉ ዳስ ተዳስዩ ምንም ብኩሉ እዙይ ነይሩ ብዘይበሃል እቲ ናይ መርዓል ነበረ ዳስ ብዘይ ኣግባብ ብካራ ተዋጋጊእኻ ተቐታቲልካ ኣብቲ ደርፊ እነበረ ልውከየሉ ግዜ እኮ ኢና ዘለና ሆስፒታልና ትረአ ተሎ ብዙ ከባቢ ዝያ መርዓ መርዓ ተራኺቦም ተዋኢሶም ተወጊኦም ተሓደለ ሞይቱ ተሓደለ ኣብ ኣፍ ሞት ይንዮ ዝበሃለሉ ሰዓት እኮ እዩ ናብ ናትኩም ንብረት ኣይትውሰዱ፣ ሰብ እውን ኣይተጋፍዑ ዝተብሃለ ጸልማት ተጎልቢብና ናብ ናትና ነገር ብምድላይ ልውቃዕ ሰብ ሃንጊ ዝኾን ሰብ ክንደ እዩ እኔና ብንና መዓልትና ከም ዝለለ ድዩ እዚ ሓሳብ እዚ ክርእና እዚ እንድሕር ኮይኑ ዘይኮይኑ ግን እዩ እዚ እንድሕር ዘይኮይኑ ግን ኣብቲ ዕግሪ ዕንጨይቲ ትምሳርንዮ ካብዚ ሕማቕ ኣካይዳ እዚ እንድሕር ዘይተመሊስና ስልጣነ እግዚኣብሔር ካብ ህይወት ላብ ሞት ላብ መንግስተ ሰማያት ክንከድ ዝግበእና ነበር እውን ላብ ገሃነመ እሳት ክንከድ ኢና ህዚ ምስትውዓልን ህዚ ምሕሳብን ከምቶም ሰባት እዚኦም እንታይ ደኣ ክገብር ኣለኒ እንታይ ደኣ ክሰርሕ ኣለኒ ካብቲ ሕማቕ ስራሕ ወፂእና ናብ ፅቡቕ ክንከድ ከም ዘለና እቲ ሓቀኛ መምህር ብሓቂ ዘስተምህር ቅዱስ ዮሃንስ ከምዚ ገይሩ ነገሩ እቶም ህዝቢ ነገርዎ ክብሪ ምስጋና ንፈጣሪና ይኹን እሳቶም ለግ እንታይ ክንገብር ኢሎም ህዝቡ እንታይ ክንገብር ማል የድልየና እዩ ሰላም ክንደግ ብፍቕሪ ክንነብር ኢሎም እነበረ ከምቲ ዝነግር ዘለኹ ፀልማት ተጎልዩ ዝሞት ብጣዕሚ ብዙሕ እዩ ኣብ ብዙሕ መከራ ነዚ ብፍትሕን ሽግርን ኢና ዘለና ሀዚ እውን ቆም ኢልና ክንሓስብ ኩሉ ነገር ገዲፍና ከምቲ ልበልና ትሕት ኢልና ትሕት ኢልና ሰብ ብተፈጥሮ ከም ተዓንቶ ዝነገርዎ እዩ ሓደ እዩ ለሰራሓን ለነባብራን ሓደ ክመርሕ ሓደ ክምራሕ ኣነባበራ ተሠርኣ በምተሠርኣ በሰማይ ስለ ዝኾነ እቲ ንጉሠ ነገሥት እግዚእ ኣጋእዝት ሓያል ኣምላክ ዝኾነ ነገሥታት ናሸመ ልነብር ሰባት ልሥልጣን ኣቕሚጡ ክንምራሕ ክንነብር ስለ ዘለና እምበር ብተፈጥሮ ሰብ ኩሉ ማዕረ ስለ ዝኾነ ግን እዚ ትምህርቲ እዚ ግን ልዳ እገለን ልእገለን ኣይኮነን ካብ ላዓበ ናብ ላዕሊ እውን ካብ ዘለና ኩለና ኣብ ርሑቕ ነብ ቀረባን ዘለና ናይ ድሕነት መዓልቲ ለማዓንቲ እዩ ናጋይ እናቆጸረ ንገብረሉ እንድሕር ኮይና ናጋ ልኸውን እስመ እየእመር ሰብ ዘይመጽእ ላዕሌሁ ናጋ ልመጽእ ልፈልጦ ነገር ስለ ዘየለ ካብቱ ተቐጢዑ ዘለ ምሳር ፍረፍሪቱ ዕጨይቲ ክድሕን ከም ዘለዎ ንሕና እውን ምስ እግዚኣብሔር ኮይና መዓተ እግዚኣብሔር ክርሕቕ ካብ ምድራፍን ወጋሕቲ መለይትን ከም ምንባር ብዙሕ ኣንጎል ኣቲኻ ዳስ ዝድረፈሉ ነገር ከም ትሪኦ ኣለና ግን ከም ጸረ ቃንዛ ተወጊእካ ልጊ እተወድኦ ላብ ቃንዛኻ ትምለስ ክንደርፍ ክንሕጎስ መርዓ ተገይሩ ተብሂሉ ኣብ መጨረሽ ግዜ ግን ናህውከት እሞ ምክንያት ዘይብሉ ንጉሆ ዝሰራሕናዮ ዳስ መርዓይልና ዝፀዋዕናዮ ዳስ ክሻብ ዝፈርስ ኮይ ፍቅሪ ቃልኢና ዘሎ ሰይጣን ካብ ዝገርመኩም ደስታና ኮ ናብ ሓዘን እዩ ዝቕይሮ ዘሎ ተደማሚጽና ተመኻኼርና ከይንገብር ዝገብር ዘለ ሰይጣን እኮ እዩ እሆ በልዎ ለእግዚኣብሔር ወእንብየ በልዎ ለጋንየን ኣብዚ ሰዓት እዚ ጋንየን እሺ ልብል እግዚኣብሔር እያ ኣይልብል ስለ ዝበዝሐ እኮ እዩ እግዚኣብሔር ክንሰምዕን ክንርዳእን ከም ዝግበአና እየ ክናገር ዘለኒ ኢለ ዝሓስብ እሞ እቶም ኣብ ቅዱስ ዮሃንስ ዝመሃሩን ዝርድኡ ዝነበሩ ኩሎም ሰባት ሰሚዖም ጽቡቕ ስራሕ ከም ዝሰርሑ እንታይ ክንገብር ከም ዝበሉ ግን ኩልና ትሕት ኢልና ነብስና ንርአ ኣብ ዝገርመኩም ኩሉ ግዜ ጥፍኣት ኣለካ ደ ተበልካ ኣብዚ ሰዓት ዕስራ ኣርባዕተ ሰዓት ስለ ሰብ የውግዐካ ንባዕሉ ግን ሓንቲ ክናገር ዘይኽእል ለኣና ልጠቕመና ግን ሓጢኣትና ምርኣይ ናይ ሰብ ሓጢኣት ትቆፀርና ኣይጠቕመናን ልንስሃ ለብቅዐኩም ስራሕ ስርሑ ልበሃል ለለስ ልልሕድሕድና እምበር ናይ ደቂ ሰባት ሓጢኣት ቁፀርዎ ይኾነን ልሰራሕናዮ ሓጢኣት ሰሪሕና ዘለና ልተሰሓሓተ መንገዲ ኩሉ ግዜ ብህውከት እነብር እንድሕር ኮይንካ ኣብ ስሕተት ከም ዘለኻ ኩሉ ሰብ ክርዳእ እዩ ዘለዎ ኣብ ትኽክለኛ መስመር እንድሕር ሃሊና ኣብ ሰላም ክንነብር ኣብ ፍቕሪ ክንነብር ክንተሓላለ ክንተሓዛዘን ተሓቀኛ መንገዲ እዚኣ እያ ኣብዚኣ ዘሎ ሰብ እዩ ኣብ ሓቂ ኣለኹ ክብል ዝኽእል እምበር ኣብ ክርክርን ኣብ ዘየድሊ ነገር ምንባር ግን ካብ መዓተ እግዚኣብሔር ዘየድሕን እሞ ሀዚ እውን ኣስተውዒልና ካብቲ ወጋሕ ትበል ዘለ ደርፊ ኩሉ ወፂና ሰላም ክንገብር እናተሓሳሰብኩ ኣብታ ክልተ ክዳን ለለዎስ ለሓደ ሰብ ክዳን የካፍል ልዝብል ብፁዕ ኣቦና ከምቲ ዓንቶ ዝተነገረ ሱቕ ኢልና ክንመስለና ንሕና ቃል ደርዲርና ክንመስግኖም ደሊና ኣይኮናይ ልዕሊኡ እግዚኣብሔር ዘኽበሮም ልዕሊኡ ክብሮም ዝፈልጡ ልዕሎም ልውሃቦም ነገር ዝፈልጡ ኣቦና እዮም እዚ መከራ እዚ ካብ ዝተገለጸና እዚ ስደት እዚ ካብ ዝተገለጸ ጀሚሩ ክትፈልጡ ይኹም ኩልኻትም ምስክር ይኹም ከም ኣጋጣሚ ከም ዘይምዕዳል ኮይኑ እቲ ጸሎት ለይ ተቐበልናየን እቲ ንብዓት ለይ ተቐበልናየን ተቺናየ እምበር ናነብዑ ዘምህሩና ምዃኖም ንፈልጥ ናበኸይ ዘምህሩና ምዃኖም ንፈልጥ ካብ ጸሎት ዘይፍለዩ ምዃኖም ንፈልጥ ዘይምዕዳል ኮይኑ ግን ስለ ግን ንትቼ እምበይ እዚስ ኩልና ንፈልጦ ንርድኦ ሓሳብ እዩ ብዝኾነ ግን ካብቲ ግዜ እቲ ካብ ዝተገለጸሉ ጀሚሩ ሊቃውንተ ቤተ ክርስቲያንና ካህናትና ዲያቆናትና ጠቕላላ ምእመናና እንዲያው ሃይማኖት ብዘይምፍላይ ነብሲ ምድሓን ብዝብል ካብ ሃገረ ስብከቱ ጀሚሩ ወረዳ ቤተ ክህነት ኣጥቢያ ቤተ ክርስቲያናት እናተሓባበሩ ህዝብና ብዝዓበየ ደረጃ ቤዛን ተስፋን ዝኾኑ ብፀቦና እዮም ንክልተ ወርሒ ተዓፅዮም ፀኒሖም ብዙሕ መከራ በፂሑና እዚ በዓል እዚ ዝሀዝ ተኣኪብና ነኽብሮ ኣለና በዓል እውን ብዙሕ ፈተና ሓሊፈምሉ ብዙሕ ፈተና ሓሊፍና ኣሎ 213 ኣብዙይ ኮይንና የኽበርናን ኣብ ሓዘን ኢና ዘለና ኣብ መከራ ኢና ዘለና ኣብ ሽግር ኢና ዘለና ኣብ ቤተ ክርስቲያንና ነውዕል ኢሎም እቶም ህዝብና ረዲእና ሓጊዝና ክንውዕል ግን ብፀቦና ኣብ ዝሃበዎ ካብቲ ሰዓት እዚ ጀሚሩ ኣይተቋረፀን ከም ተዛዓልትዎ ኮይኑ ኣይተመለስናን ግዲ ኮይንና ብልብና ግን እግዚኣብሔር ይሐጎስና እየ ግዲ ኮይንና ሽግርና ነዊሑ እምበር እግዚኣብሔር ቆላሕተ ኢልዎም ቅድሚ እግዚኣብሔር ፀንሐ ይነበረ እሞ ሀዚ እውን ብፁዕ ኣቦና እዙይ ካብ ኮነ ሀዚ እውን ገርመኩም በቃደማይ ከይድና ትኸተለና ትኼንዳና ሰፈይዎ ኢና ግኒናዮ ብላዕሊዑ የለ ብታሕቲኡ ተበታቲኹ ኣብ ርእሲ እውን ወዳ ካብ ጓጓኣ ንጉሆብ ኬንዳ ዝወለደቶ ኣራዊት ዝቐተለላ ጉዳይ እውን ንዑና ደቀ ኢሎም ሓምሳ ሽሕ ሒዞም ኣብቲ ቦታ ከይዶም ትኩስ ንብዓቶም ኣኒብዖም ኣይዘኺ ኢሎም ኣረጋጊዖም ዝመፁ እዮም ኩሉ ውን ብዓል ኣብኡ ስለ ዝውዕሉ ብጹእ ኣቦና ሀዚ ውን ትኩካ ምትዓንቶ ዝነገርክዎ እሞ ሀዚኸ ታይ ኢና ክንገብር ዘለና ብማለት ሃገረ ስብከቱ ወረዳ ቤተ ክነቱ ኣጥቢያ ቤተ ክርስቲያን ሊቃውንቲ ኩሉ ብምእካብ ኣብ ዝቀረባ ልሓለፈ ዓርቢ ኩልና ተሰባሲብና ብፁዕ ኣቦና ሸዓይቱ ካብ ግሎም ሓምሳ ሽሕ ቐጺሉ ደሞ ኩሉ ካብ ዝዓበየ ክሻብ ዝነኣሰ ሓሙሽተ ፐርሰንት ካብ ደመወዙ ለሕዋትና ክኸፍል ከም ዘለዎ ብፁዕ ኣቦና ኣርኣያ ብምዃን ወሲንና ኢና። ብዝገርም ግን ክልተ ክዳን ለለዎ ልለይብሉ የካፍል እንዲተዓንቶ ዝጠቐስናዮ ሓሳብ እቲ ኸዳንና እውን ክነካፍል ስለ ዘለና ኩልና ካህናት ናባዕልትናን ናተን ፍርቂ ኣካልና ዝኾና ኣንሽቲ እውን እሳተን ክንከፍል ከም ዘለና ብፁዕ ኣቦና ብዘመርሑና ቃል ኣቲና ኢና ደስ ብዝብለኩም ዝገርመኩም ኣብዚ ጉዳይ እዚ ግን እዚ ካህን እዙይ ብዘይ ምክንያት የኾነ ካብ ገዙ እግዚኣብሔር ተይወፀ ገዙ ነብር ዘሎ ርኅራኄ ኣለዎ ካብ ብፁዕ ኣቦና ጀሚሩ ካብ ብፁዕ ኣቦና ዝተቐድሐ ርኅራኄ እውን ኣብቲ ካህን ኣብቲ ኩለ ኣሎ ኩሉ ብሓደ እቲ ካህን እውን እናሓዘነ ናተከዝ ኣሕዋትና ከምዚ ኮይኖም ተቢሉ ብሓደ ድምፂ ብዘየፈላላይ ናባዕልትናለ ናንሽትናለ ሓደ ቅያር ክንከፍል ኢና ተብሂሉ ክሻብ ሰላሳ ጥሪ ዘሎ ተኸፊሉ እቲ ካብ ደመወዝ ዝወፀ እውን ተጠቕሊሉ ካብ ሰበካ ጉባኤ ወፅኡ ካብ ሃገረ ስብከትና ከምኡ ካብ ወረዳ ከምኡ ኮይኑ ኣብ ቀረባ ብፁዕ ኣቦና ኣብ ዘለዎ ክንከፍ ኣሕዋትና ክንረድእ ክንሕግዝ ብፁዕ ኣቦና ኣመራርሓ እዮም እዮምና ከምዙይ ዝመሰሉ ኣቦ እዮም ዘለውኹም ከምዙይ ዝመሰሉ ማህበረ ካህናት እዮም እውን ዘለውኹም ልመሃብ ኣርኣያ ዝኾኑ ለኣገልግሎት ኣርኣያ ዝኾኑ ልፍቕሪ እውን ኣርኣያ ዝኾኑ ኣቦን ማህበረ ካህናትን ስለ ዘለውኹም ህዝበ ክርስቲያን ደስ ክብለኩም እዩ ዝግባእ። እስ እግዚኣብሔር ኣመስግኑ። እሺ እሞ እቱ ናይ ደመወዝ ጉዳይ ሰራሕተኛ መንግስቲ ከም ትዓንትዎ ዝገለጽክዎ ካብ ትልተ ነገረስ ወፂና እንታይ ንሓግዝ ልሕዋትና ልብል እቱ ጸቦና ኣርኣያ ኮይኖም ዝገበርዎ ማህበረ ካይናትና እውን ዝገበርዎ ከም ዘሎ ኮይኑ ለመዓንቲ ክንውስና ዝደሊ ሓሳብ ግን እኒያ ስለ ሓቂ እኮ ግን ተልነጋገር ነርና ክንደይ ድዮም ቶም ስደተኛታት ከተማ መቐለ ዘለና ክንደይ ኣካል ዲና ንጎኒ ስለ ልገደፍናየ እኮ እዩ እቲ ካልእ ሓሲኩም ትማሊ ልሓለፈ በዓለ ልደት እውን መጋቤ ኣእላፍ ዶክተር ዘርኡ ገብረ ሊባኖስ ብዘለዎ ኣብ ሰብዓ ካሬ ዝደለዉ ስደተኛታት ከንውዑ ኢልና ኢና ብስም ኣርሴማ እውን ኣብ ዝሓለፈ ሽዱሽተ መዓልቲ እውን ማይ ወይኒ ኣብ ኣብየ ግዚ ደብረ መድሃኒት ኣከባቢ ዘለ እውን ከምኡ ኮይኑ እዩ ሓደ ናይ ነብሲ ዝነበረ ጉዳይ እውን ሓሙሽተ ሚእተኡ ኮይኑ ኣብ ሰብዓ ካሬ ተውሂቡ እዩ ብዝኾነ ግን ለማዓንቲ ክንውስና ዝደሊ ሓሳብ ግን እንታይ እንያ ኩልኹም ካብ ዘለኩም ኣብ ገዛና ካብ ዘለ ዓለባ ሓንቲ ሓንቲ ቅያር ኣውጺእና ተሃብናስ ይጎድኣና ድየ መስለኩም ከም ህዝበ ክርስትያን እቲ ካህናት ዝወሰንዎ ውሳኔ እተ ነንሽቲ እውን ኣንተ ከምታ በዓልቲ ፈረቓ ኢለላ ትነግራ ተለኹ ሓድሽ ገዚእ ከምጽእ ተኢልካኒ እውን ገዚኤ ከምጽእ ኢላ ካብ ዘለ እውን ልሐሸ ግበር ተኢልካኒ እውን ክገብር እየ ኢላ ደስቶ የካለቶን ካልኦት ኩለን እውን ከምዚ ከም ዝኾና እየ ዝኣምን ጽቡቕ ስራሕ ክሰርሕ የብለይ ትብል በዓልቲ ሰበይቲ ካህን የላን ብጣዕሚ ዝገርመኩም እግዚኣብሔር ከመይ ከም ዘስተማቕር እስኻ ትብለ ግን ከምኡ ኢኹም እንድሕር ተመኻኺርኩም ልኣብያ የለያ እሞ ፈቓድኩም እንድሕር ኮይኑ ብፁዕ ኣቦና ብዝመርሕዎ በብያ ኣጥቢያተ ክርስቲያኑ ኮምት የለ እዩ እሞ ላብቲ ቤተ ክርስቲያን ተን ሓደ ሓደ ቅያር ናብዓልትናን ናብዓልቲ ገዛናን ተተኻኢሉ እውን ናደቅና እውን ኩሉ ስለ ዘሎ እዙይ ክህብ እዩ እሞ ፈቓድኩም እንድሕር ኮይነ ብ ቀረባ ነብ ርሕቕም ዘለኹም ዕልል ኢልኩም ክንህብ ኢና ኢልኩም ስቲ እግዚኣብሔር ኣመስግኑ። ሀዝለ ግን ካህናት እዮም ዘጣቕዑም ዘለኹም መ የጣቕዕኹምን